ንሎማዓንቲ እምበኣር ድራማ ኮይና ሆሮር ዝዓይነቱ ትሕዝቶ ዘለዋ ዘሩ ምስ ተሰምየት ፊልም እየ ሒዘልኩም መጽየ ዘለኹ ምሳኹም ዘለኹ ኣዳላዊ መደብ ኣቤል ምኪኤልየ ሰናይ ምክትታል ክኾነልኩም እንዳተመነኹ ናብቲ መደብ ከብለኩም እታ ፊልም ሰላም ሰላም ክቡራት ተኸታተልቲ ቻነልና ከመይ ቀኒኹም ሰላም ክትህልዉ ሰናይ ትምኒትና ምዃኑ እናገለጽና እቶም subscribe ዝገበርኩም እንቋዕ ዳሓን ጸናሕኩም እቶም ቪድዮና ንመጀመርታ ግዜ ትሪእዎ ዘለኹም ከኣ እንቋዕ ዳሓን መጻእኹም እናበልና ናብ ናይ ሎማዓንቲ መደብና ክንሰጋግረኩም ሰናይ ምክትታል ብመጀመርታ ግን ትሕዝቶና ከም ትፈትዉዎ ስለ ዘየጠራጥር like ብምግባር ክትጅምሩ ንላቦ። Wake up!
እታ ፊልም ክትጅምር እንከላ ኣብ ኒውዮርክ ሜትን ኬትን ዝተባህሉ ክልተ ናእሽቱ መጻምድቲ ናብርኦም ፈልዮም ናብቲ ሓድሽ ገዝኦም ይኣትዉ። ክልቲኦም ብንእሽትኦም ከለዉ ተመርዕዮም ሓድሽ ህይወት ምጅማሮም ከሐጉሶም ከሎ ንዕዘብ። እቲ ሓድሽ ገዝኦም ምትዕርራይ ዘድልዮ ስለ ዝነበረ፣ ተሓጋጊዞም ስርሖም ይጅምሩ። ኬቲ ኣብ ክሽነ እንዳመሓደረት ከላ ኣብቲ መደርደሪ ዝሞተት ዑፍ ትረክብ እሞ ንኽትቀብራ ሒዛታ ንደገ ትወጽእ። ብድሕሪ እዚ ሜት ብሞስኮት ኮይኑ ይዛረባ ስለ ዝነበረ ኣቓልቦኣ ናብኡ ትገብር እሞ ገጻ ምስ መለሰት ግን እታ ዑፍ ካብቲ ቦታ ተሰዊራ ትጸንሓ። ዘይጠቕሞም ኣቕሑ እንዳጎሓፉ ከለዉ ሜት ኣብቲ መንደቕ ደስ ዘየብል ነገር ይዕዘብ እሞ ዝያዳ መታን ክሪኦ። ነቲ ኣብቲ መንደቕ ተለጢፉ ዝነበረ ወረቐት ይቐዶ። ብትሕቲ እቲ ወረቐት ሓደ ዓቢ ፍልይ ዝበለ ናይ መፍትሕ ነዃል ዘለዎ ማዕጾ ይረክብ። ብድሕርዚ ነቲ ማዕጾ ክኸፍቶ ስለ ዝደለየ ከም ብሓድሽ ነቲ ዝደርበዮ ዘየድሊ ንብረት ይፍትሾ እሞ ነቲ መፍትሕ ኣብኡ ይረኽቦ። ነቲ መፍትሕ ናብቲ ማዕጾ ምስ ኣእተዎ እቲ ዝኾነ ነገር ንኽነግራ ንሰበይቱ ይጽውዓ። ብድሕርዚ ብሓባር ብምዃን ነቲ ማዕጾ ይኸፍትዎ እሞ እቲ ናይ ትኾረድዮ መብራህቲ ውልዕ ጥፍእ ክብል ይጅምር። ካብዚ ብምቕጻል ሜት ናብቲ ትካል ሓይሊ መብራህቲ ብምድዋል እቲ ጸገም ይሕብር። ኬቲ ውን ብዛዕባ እቲ ገዛ ፍልይ ዝበለ ስምዒት እንዳተሰምዓ ንበዓል ቤታ ትኽተሎ። ንጽባሒቱ ሓደ ሰራሕተኛ ነቲ ጸገም ንኽፍትሾ ካብቲ ሓይሊ መብራህቲ ተላኢኹ ይመጽእ። እቲ ነቲ ሰራሕተኛ ዘገረሞ ነገር ግን እቲ ኣብ ትሕቲ ምድሪ ዝርከብ ገመድ ፍልይ ብዝበለ ንዕኡ ብዘይርድኦ መንገዲ ዝተኣሳሰረ ምዃኑ እዩ። ኬቲ ዝኾነ መፍትሒ ክረኽበሉ ዝኽእል ተኾይኑ ይሓቶ እሞ እቲ ሰራሕተኛ ግን ቅድሚ ሕጂ ከምኡ ዓይነት ገመዳት ኣጋጢምዎ ከምዘይፈልጥ ይዛረብ። እቲ ሰራሕተኛ ቐዲሙ ምኻዱ ናይ መጀመርታ ዋና ናይቲ ገዛ ኣብቲ ገዛ ተቐቲሉ ከምዝሞተ ይነግሮ። ስሚት ነቲ ዘሰንብድ ዜና ምስ ሰምዐ ብቕልጡፍ ብዛዕባ እቲ ገዛ ምርምሩ ይጅምር። ኣብ ሓደ ናይ ቀደም ጋዜጣ እውን እቶም ኣብቲ ገዛ ዝሞቱ መጻምድቲ ኣስማቶም ፓውልን ማድሊንን ከም ዝበሃሉ ይርዳእ። ኣብቲ ጋዜጣ ጠንቁ ሞቶም ምኽንያቱ ብዘይተፈልጠ መንገዲ ሓደ ጆን ዶ ተባሂሉ ዝፍለጥ ሰብ ከም ዝቐተሎም የንብብ። ስሚት ኣርቲስት ስለ ዝነበረ ገጽ ናይ ጆን ዶ ክስእሎ ይፍትን እሞ ኣብ መንጎ ንኸዕርፍ ኣብቲ ምስጢራዊ ክፍሊ ይኣቱ። ብድሕሪዚ ኣብቲ ውሽጢ ኮይኑ ዝሰትዮ ዝነበረ ዊስኪ ይውድኦ እሞ ካልኣይቲ እንተትህልዎ ኢሉ ይምነ። ብድሕሪዚ እቲ ኣብ ጥቕኡ ዝነበረ መብራህቲ ጭልምልም ይብል። ከም ትምኒቱ ካልኣይቲ ጥርሙዝ መስተ ትመጾ እሞ በዚ ጉዳይ ሜት ክስንብድ ከሎ ንዕዘብ። ሜት ነታ ዊስኪ ኣልዒሉ ምስ ተዓዘባ እታ ክፍሊ ዝተመነኻዮ ነገር ከም ትበቅዓ ይርዳእ። ኬት በቲ ውለ ጥፍእ ዝብል ዝነበረ መብራህቲ ካብ ድቃሳ ትበራበር እሞ ደሃይ ሜት ንምግባር ናብ ላዕለዋይ ደርቢ ትኸይድ። ብድሕሪዚ ኣብቲ ውሽጢ ምስጢራዊ ክፍሊ ኮይኑ እቲ ክፍሊ ብዝተፈላለዩ ሓደሽቲ ንብረት ተመሊኡ ሜት ውን ብጣዕሚ ተሓጒሱ ትረኽቦ። ሜት ብታሕጓስ። ናይ ቫንጎግ ቅብኣ የርእያ እሞ እታ ክፍሊ ዝተመነኻዮ ነገር ከም ትበካ ይነግራ። ኬት ዝላገጽ ዘሎ መሲልዋ ትስሕቕ እሞ ጸኒሓ ግን ሰብኣያ ናይ ብሓቂ ይዛረብ ከም ዘሎ ትርዳእ። ነቲ ዝነገራ ንምፍታን እውን ሽሕ ዶላር ትሓትት። ስሚት ነቲ ንብረት ገማጢሉ ነቲ ኬት ዝተመነየቶ ሽሕ ዶላር ይረኽቦ እሞ ኣልዒሉ የርእያ። በዚ ፈተና ዘይዓገበት ኬት ሕጂ እውን ሚልዮን ዶላር ትምነ እሞ ብኡ ንብኡ ሚልዮን ዶላር ይወሃቦ። እንተኾነ ግን ኬት እቲ ጉዳይ ብጣዕሚ ስለ ዘሰንበዳ ገዲፋቶ ትወጽእ እሞ በዓል ቤታ ግን ብኣንጻሩ ክሕጎሱ ከም ዝግብኦም ክነግራ ከሎ ንዕዘብ። ኣብታ መዓልቲ እቶም መጻምድቲ ኩሉ እቲ ዘድልዮም ነገራት ክምነዩ ይውዕሉ። ክዳውንቲ፣ ቅብኣታት፣ መስተን ገንዘብን ገለ ካብቲ ዘድልዮም ነገራት እዩ። ኬትን ሜትን እቲ ኣሎ ዝበሃል ክቡር ነገራት እንዳገበሩ ክወዳደሩ ከለዉ ንዕዘብ። መሬት ምስ መሰየ ኬት እታ ክፍሊ ከመይ ጌራ ዝተመነይዎ ነገር ትህቦም ከም ዘላ ትሓትት እሞ፣ ቤት ግን ብዛዕባኡ ዘጨንቕ ከም ዘይብላ ይነግራ። ኣብተን ዝቐጸላ መዓልታት ሓጎሶም ደረት ኣይነበሮን። ኩሉ ግዜ ትምኒቶም ክፍጽሙ ከለዉ መብራህቲ ጭልምልም ትብል። እቲ ኣብ ትሕቲ መንበሪኦም ዘሎ ዝተሓላለኸ ኤለትሪክ እውን ከምኡ። ካብዚ ብምቕጻል እቶም መጻምድቲ ኣብ ውሽጢ እታ ክፍሊ ብምዃን ነቲ ኣብ ሓንቲ ምሸት ዝረኸብዎ ሃብትን ገንዘብን ብመስተን ህያባትን ተሰንዮም ከብዕልዎ ከለዉ ንዕዘብ። እንተኾነ ግን እቲ ሓጎስን ሆዮሆይታን ንነዊሕ ግዜ ክቕጽል ኣይከኣለን። ሓደ ንግሆ ኬት ካብ ድቃሳ ትበራበር እሞ እቲ ስጋዊ ነገራት ንናይ ውሽጢ ሕልናኣ ክመልኦ ስለ ዘይከኣለ፣ በኣለት ባዶነት ይስምዓ። ኬት ስምዒታ ስለ ዝተረድኦ ኣራት ቆልዓ ኣቕሪቡ ቆልዓ ክወልዱ ክፍትኑ ከም ዘለዎም ይነግራ። ኬት ግን ቅድሚ ሕጂ ክልተ ግዜ ጠኒሳ ስለ ዝኸዳ በቲ ህያቡ ሓሪቓ ገዲፋቶ ትወጽእ። ድሕሪ ቁሩብ ኬት ናብቲ ምስጢራዊ ክፍሊ ተመሊሳ ቆልዓ ንኽህልዋ ትምነ። ሜት ብዛዕባ እዚ ምስ ፈለጠ ቅድሚ ምምናያ ስለ ዘየማኸረቶ ብጣዕሚ ይቑጣዕ። ብድሕሪ እዚ ክልቲኦም ኣብ ርእሱ እንቆየቖያ ኣትዉ። ኬት ብወገና ብሕርስን ጥንስን ከይተሳቐየት ብኣቋራጭ ኣደ ክትከውን ከም ዝደለየት ትዛረብ። ሜት በቲ ሓሳባት ስለ ዘይተሰማምዐ እንደገና ነቲ ቆልዓ ናብ ዝነበሮ ንኽትመልሶ ይነግራ። ኣብታ ህሞት ክልቲኦም ተተሓሒዞም ናብቲ ምስጢራዊ ክፍሊ ይኣትዉ'ሞ እንተኾነ ግን ኬት ብንብዓት ተሓጺባ ነቲ ቆልዓ ክትመልሶ ከም ዘይትኽእል ትዛረብ። ነቲ ህጻን ንሜት ተሕቁፎ እንተኾነ ግን ሜት ቁሩብ ድሕሪ ምሕሳብ ንሱ'ውን ክመልሶ ኣይከኣለን ንሰበይቱ መሊሱላ ካብቲ ክፍሊ ይወጽእ። ብድሕሪ'ዚ መሬት ምስ መሰየ ነቱ ቆልዓ ንኸዕብይዎ ይውስኑ። ሜት ኣብ ጠረጴዝኡ ኮፍ ምስ በለ፣ ነቲ ዘይተመልአ ናይ ጆን ዶ ስእሊ ሪኦ'ሞ፣ ብዛዕባ እቲ ቅድሚ ዓሰርተታት ዓመት ዝተገብረ ገበን ኣስፊሑ ክምርምር ይጅምር። ብድሕሪ'ዚ እቲ ተጠርጣሪ ብህይወት ኣብ ናይ ስነ-ኣእምሮ ሕሙማን ከም ዘሎ ይርዳእ። ኣብ ካሊእ ጽሑፉን፣ ጆን ዶ እታ ምስጢራዊት ክፍሊ ንኽቐትሎም ከም ዝኣዘዘቶ ይዛረብ። ካብዚ ብምቕጻል፣ ሜት ንጆን ብኣካል ረኺቡ ብዛዕባ እቲ ምስጢራዊ ክፍሊ። ክፍሊ ከዘራርቦ ስለ ዝደለየ፣ መኪንኡ ኣልዒሉ ናብቲ ጆን ዘለዎ ቦታ ክኸይድ ከሎ ንዕዘብ። ድሕርዚ ኣብቲ ቦታ ምስ በጽሐ፣ ሓንቲ ነርስ ንጆን ንዝሓለፉ ኣርባዓን ሓሙሽተን ዓመታት ብጀካ ጋዜጠኛታት ካልእ ዋላ ሓደ ክበጽሖ ኢሉ ዝመጸ ከም ዘየለ ብምንጋር ትጠንቅቖ'ሞ ጆን'ውን ሓደ ካብኣቶም ኮይኑ ክኣቱ ይውስን። ኣብ መወዳእታ፣ ሜት ምስቲ ካብኡ ኣጸቢቑ ዝዓቢ ጆን ፊት ንፊት ይራኸቡ'ሞ ብዛዕባ'ቲ ገዛ ብፍላይ ከኣ ብዛዕባ'ቲ ምስጢራዊ ክፍሊ ክሓቶ ይጅምር። ብድሕርዚ ጆን። ሰሸኽ ድሕሪ ምባል ነታ ህሞት ንነዊሕ ዓመታት ከም ዝተጸበያ ይነግሮ። ሜት ስለምንታይ ኢሉ ሕቶ ምስ ኣቕረበሉ፣ ነቶም ስድራ ምቕታል እቲ ዝነበረ ናይ መወዳእታ ኣማራጺ ምዃኑ ይነግሮ። ጆን ኣርእስቲ ብምቕያር ንሜት ብዝተኻእለ ፍጥነት ግዜ ከይቀተለ ነቲ ገዛ ገዲፍዎ ንኽወጽእ የጠንቅቖ። ሜት ቅድሚ ምኻዱ፣ ጆን እቲ ቀንዲ ሓደገኛ ሰብ፣ ዝደልይዎ ነገር ዘይብሉ ዘይኮነስ እቲ ዝደልይዎ ነገር ክገብረሎም ዝኽእል ምዃኑ ብምንጋር ምስላ ይምስለሉ። ብድሕሪ'ዚ ምት ናብ ገዛ እንዳተመለሰ ነዳዲ ንኽመልእ ደው ይብል እሞ ጸኒሑ እንተረኣየ ግን ገንዘቡ ብምሉኡ ናብ ሓመድ ተቐይሩ ይጸንሖ። ካብዚ ብምቕጻል ብቕልጡፍ ንገዛ ተመሊሱ ነቲ ዝነበረ ገንዘብ ናብ ሓመድ ከም ዝቕየር ንምርኣይ ኣውጺኡ ይድርብዮ። ነቲ ናይ ቫን ጎግ ስእሊ በቲ ኣፍደገ ሒዝዎ ክወጽእ ምስ ፈተነ፣ ናብ ሓመድ ይቕየር እሞ ብድሕርዚ ኣብ ገዛ ዘሎ ነገራት ሒዞሞ ክወጹ ከም ዘይክእሉ የረጋግጽ። ብድሕርዚ ምየት ድሕሪ እቲ መናድቕ ናይታ ክፍሊ እንታይ ከም ዘሎ ንምፍላጥ ብሕርቃን ከፍርሶ ይጅምር እሞ እንተኾነ ግን ብጀካ ንኽትርድኦ ዘሸግር ዝተሓላለኸ ኤለትሪክ ካልእ ዋላ ሓደ ክረክብ ኣይከኣለን። ብድሕርዚ ምየት እቲ ናይ ኤለትሪክ ግድል ንምርዳእ ዝሕግዞ ካርታ ንምርካብ ነቲ ናይቲ መናድቕ ወረቐት ክቐዶ ከሎ ንዕዘብ። እዚ ከምዚ ኢሉ ከሎ፣ ኬት ነቲ ቆልዓ ሒዛቶ ንደገ ክትወጽእ ትደሊ እሞ፣ ሜታ ኣብ ደገ ነቲ ቆልዓ ውሑስ ከም ዘይኮነ ብምንጋር ይመልሳ። እቲ ቀንዲ ምኽንያት ግን ንሰበይቱ ክነግራ ኣይደፈረን። እንተኾነ ግን ኬት ሒዛቶ ትወጽእ እሞ፣ ነዊሕ ከይጸንሐ እቲ ህጻን ከቢድ ቃንዛ ከም ዝተሰምዖ ዓው ኢሉ ክውጭጭ ይጅምር። ኬት ነዚ ምስ ሰምዐ፣ ንሰበይቱን ነቲ ቆልዓን ንኽሕግዞም ይውስን። ብድሕርዚ እቲ ህጻን ኣብ ውሽጢ ካልኢታት ናብ ሓደ ንእሽተይ ቆልዓ ይዓቢ። እቶም ሰብኣይን ሰበይትን ተተሓሒዞም ገዛ ምስ ኣተዉ ብዝረኣይዎ ክኣምኑ ኣይከኣሉን፣ ምኽንያቱ እቲ ቆልዓ ጎቢዙ ይጸንሖም። ሜት ኣብታ ምሸት እታ ክፍሊ ዝደለይዎ ከም ትህቦም፣ እንተኾነ ግን ንደገ ከውጸእዎ ከም ዘይክእሉ፣ ተውጺኦሞ ግን ቀልጢፉ ዕድመ ከም ዝቖጽር እሞ ከም ዝኣርግ ብኡ ንብኡ እውን ናብ ሓመድ ከም ዝቕየር ይዛረብ። ኬቲ እውን ተቐቢላ፣ እቲ ቆልዓ ግን ከምቲ ንብረት ከም ዘይኮነ፣ ነቲ ንደገ ዘይምውጻእ እውን ከም ዘይትቕበሎ ትዛረብ። ነቲ ሼን ኢላ ዝሰመየቶ ቆልዓ እውን ከም ትፈትዎን ኣዲኡ ክትከውን ካብ ልቢ ተመንያ ከም ዝረኸበቶን ትዛረብ። ኣብተን ዝቐጸላ መዓልታት፣ ሚሸን ብሰንኪ ዘለዎ ሓደገኛታት ጀርምታት ንደገ ክወጽእ ከም ዘይክእል ብምንጋር ኣብ ገዛ ክትምህሮ ትጅምር። ሓደ መዓልቲ፣ ኬት ከመይ ገይሩ ከም ዘንብብ ክትምህሮ ከላ፣ ሼን ዓቕሉ ኣጽቢቡ ክቑጣዕ ከሎ ንዕዘብ። ሼን ምሉእ ዕድሚኡ ካብ ገዛ ወጺኡ ኣይፈልጥን እዩ። ካብ ሓጹር ናይ ገዝኦም ወጺእካ እንታይ ከም ዘሎ ዝፈልጦ ነገር የብሉን። ብድሕርዚ ኬት ተላእካላ ንብረት ንኽትቅበል ነቲ ማዕጾ ዓጽያቶ ትኸይድ። ኩሉ ግዜ ክትወጽእን ክትኣቱን ከላ፣ ፎም እያ ትገብር። ካብዚ ብምቕጻል ነቲ ንብረት ሜት ከም ዝኣዘዞ ትፈልጥ እሞ ንሰብኣያ ተቐብሎ። ሜት ምስ ከፈቶ ሓድሽ ሽጉጥ ምዃኑ ንዕዘብ። ብኣጋጣሚ ኬት ነቲ ናይ ቅድሚት ማዕጾ ረሲዓቶ ከይዓጸወቶ ትገድፎ እሞ ፒያኖኣ ኣብ ምጽዋት ተጸሚዳ ከላ ኬን ሰላሕ ኢሉ ናብቲ ማዕጾ ብምኻድ ከይተፈለጠ ይኸፍቶ። ብድሕርዚ ብቐስታ ኢዱ ኣምሊቑ ንደገ ይሰድድ እሞ ሓድሽ ትንፋሽ ኮይኑ ዝተሰምዖ ነገር የስተማቕር። ብድሕርዚ ኣብ ደገ እንታይ ከም ዘሎ ንኽፈልጥ ክቱር ድልየት የሕድር። ብድሕርዚ ካብ ደገ ንውሽጢ ንፋስ ምስ ኣተወ፣ ኬት ትዝክሮ'ሞ ብጉያ ንወዳ ስሒባ ሕርቃን ትቋየቖ። ንሼን ሓቚፋ ውን ከም ዘይተሃስየን ደሓን ከም ዘሎን ተረጋግጽ። ብድሕሪ'ዚ እቶም መጻምድቲ፣ ሼን መታ ንደገ ከይወጽእ ንኹሉ'ቲ መሳኹቲ ብጣውላ ተጠቒሞም ክዓጽውዎ ይውስኑ። ኣብታ ምሸት ሼን ኣብ ጎኒ ዓራታ ደው ኢሉ ከሎ ኬት ትበራበር'ሞ ኣብ ጎና ክድቅስ ዝኽእል ተኾይኑ ይሓታ። እቲ ቆልዓ ወሲኹ ንመዋእል ኣብ ጎና ክነብር ከም ዝደሊ ይነግራ'ሞ፣ ኬፍ ናብ ኣብ ምስሓብ ተሓቝፎ። እንተዀነ ግን ኣብ ገጽሽን ጭንቀትን ፍርሕን ኢና ንዕዘብ። ናብተን ዝቐጸላ መዓልታት ኔት በቲ ሓዳሽ ሽጉጡ ምትኳስ ክላመድ ከሎ ንዕዘብ። ጸኒሑ ገዛ ምስ ተመለሰ ሼን ኣብቲ ናይ ስእሊ ስቱድዩኡ ብበረድ ክጻወት ይጸንሖ። ብድሕርዚ ኔት ዕትብ ኢሉ ካብቲ ክፍሊ ብቕልጡፍ ንኽወጽእ ይነግሮ እሞ ሼን ሰንቢዱ ነቲ በረዱ ይድርብዮ። ሜት ክሳብ ሕጂ ንሸይን ከም ወዱ ስለ ዘይተቐበሎ ናይ ክልቲኦም ርክብ ዝሕቱል ምዃኑ ንረዳእ። ነዊሕ ከይጸንሐት ኬት ትመጽእ እሞ ከም ኣቦ ይቐርቦ ስለ ዘየለ ዓው ኢላ ትቋየቖ። ኣብታ ለይቲ ሸይን ካብ ድቃሱ ይበራበር እሞ ኣብቲ ገዛ ክንቀሳቐስ ከሎ ናይቲ ኣንደርግራውንድ ኸርታ ይሪኦ። ነቲ ዓቢ መመንጨዊ ሓይልን ነቲ ምስኡ ተጠማሚሩ ጫፋቱ ናብቲ ምስጢራዊ ክፍሊ ዝዝርጋሕ ኤለትሪክ ይሪኦ። ኣብታ ምሸት መብራህቲ ናይቲ ገዛ ጭልምልም ይብል እኮ እንተነበረ ሜትን ኬትን ግን ከስተውዕልሉ ኣይከኣሉን። ሜት ካብ ድቃሱ ክበራበር እንከሎ። ሓንቲ ሓዳስ በረድ ኣብ ቅድሚኡ፣ እታ ናይ ቀደም ዝተሰብረት ከኣ ትርሕቕ ኢላ ይርኢ። ብድሕርዚ ንሰበይቱ ብቕልጡፍ የተስኣ እሞ፣ እቲ ጭልምልም ዝብል ዝነበረ መብራህቲ ብምኽንያት ምዃኑ ይነግራ። ካብዚ ብምቕጻል ቀስ ኢሎም ናብታ ክፍሊ ይኣትዉ እሞ፣ ሼን ንኽርእዮ ዝምነዮ ካብ ገዝኦም ወጻኢ ዝነበረ ኣብቲ ክፍሊ ሰሪሕዎ ይጸንሖም። እቲ ኣርባዕተ መናድቕ ዝነበራ ክፍሊ ኣብዚ ሕጂ ሰዓት ገፊሓ ጫካ ተቐይራ፣ ሼን'ውን ብበረድ ክጻወት ይጸንሖም። ኬት በቲ ወዳ ንባዕሉ ንምዝንጋዕ ዝሰርሖ ነገር ተገሪማ ኣብ ጸወትኡ ትካፈሎ። በቲ ሓደ ወገን ከኣ ሜት ተቖጢዑ ንወዱ ብኢዱ ስሒቡ ንገዛ ክእትዎ ከሎ ንዕዘብ። እቲ ኣጋጣሚ ነቶም ክልተ መጻምድቲ ኣፍቂዱ ናብቲ ክፍሊ ክኣቱ ነይርዎ ወይስ ኣይነበሮን ኣብ ዝብል ኣርእስቲ ክከራኸሩ ከለዉ ንዕዘብ። ሜት ናብቲ ክፍሊ ምእታዉ ሓደገኛ ምዃኑ ይዛረብ፣ ኬት ግን ሓሳባ ብኣንጻሩ'ዩ ነይሩ። እንዳተኸራኸሩ ከለዉ ተሌፎን ትድወል እሞ ሼን ተሌፎን ከልዕል ኮነ ምስ ማንም ክዘራረብ'ኳ እንተዘይትፈቕደሉ ነታ ተሌፎን ይቕበላ። ሜት ነታ ተሌፎን መንጢሉ ይቕበሎ እሞ እቲ ደዋሊ ጆን ምዃኑ'ዩ። ቆልዓ ተመንዮም ከም ዝረኸቡ'ውን ይርዳእ። ኬት ኣብ ክሽነ ኾይና ብኻልእ ተሌፎን ንኹሉ ዝርርቦም ትከታተሎ። ሺን ካብ ገዛ ምውጻእ ክኽእል እንተደኣ ኾይኑ ዝበለጸ መስዋእቲ ከም ዘድልዮ ጆን ይዛረብ። ጆን ወሲኹ፣ ኬት እንድሕር ደኣ ሞይታ፣ ሺን ከም ኩሉ ሰብ ክዓብን ደገ ክወጽእ ከም ዝኽእልን ይዛረብ። ጆን ንባዕሉ'ውን ካብታ ገዛ ብትምኒት ከም ዝተረኽበ ይገልጸሉ። ንጆን ኣዲኡ ቅድሚ ነቦኡ ምቕታላ ከም ኩሉ ሰብ ናጻ ንኽኸውን ክቐትላ ከም ዘለዎ ኣገዲዳቶ ከም ዝነበረት ይዛረብ። ብድሕሪ'ዚ ንሜት። ኣብ መንጎ ክልተ ኣማራጺታት ተቐርቂሩ ከም ዘሎ ይነግሩ። ንሸን ቀቲልካ ንኬቲ ናጻ ምውጻእ ወይ ከኣ ንኬቲ ቀቲልካ ንሸን ናጻ ምውጻእ። ነቲ ኩሉ ዝርርብ ዝሰምዐት ኬት ነቲ ገዛ ለቒቓ ትወጽእ እሞ ሜክ ክሻቐል ከሎ ንዕዘብ። ነታ መኪና ብሓይሊ ክተጋጭዋ ትሓስብ እሞ እንተኾነ ግን ነብሳ ምግባር ይኣብያ። ንሸን ንበይኖም ዝነበሩ ሜት ብጣዕሚ ተጨኒቑ ዘይንቡር ባህሪ የንጸባርቕ። ሕሉፍ ሓሊፉ ናይ ስቱድዩኡ ንብረት ይብትን። ድሕሪ ቁሩብ ነብሱ ኣረጋጊኡ ንሸን ዝኸውን ድራር ክሰርሕ ከሎ ንዕዘብ። እቲ ናይ ምፍላጥ ሃንቀውታ ዝነበሮ ቆልዓ ብዛዕባ ኣተዓባብይኡ ብምሕታት የዋጥሮ እሞ ሜት ዓቕሉ ይውድእ። ድሕሪዚ ሼን ናይ ብሓቂ ቆልዓ ዘይምዃኑን ወለዱውን ከም ዘይብሉ ይንገሮ። ሜት ሓሪቑ ስለ ዝነበረ ሲሒቡዎ በቲ ማዕጾ ከውጽኦ'ዩ ምስ ፈተነ ሼን ብፍርሒ ተዋሒጡ ናብ ላዕለዋይ ደርቢ ይሃድም። ድሕሪዚ ሜት ስምዒቱ ከም ዝጎድኦ ስለ ዝተረድኦ፣ ኣብ ክፍሉ ከይዱ ይቕሬታ ይሓቶ። ብድሕሪ'ዚ እቲ ቆልዓ መጽሓፍ ከንብበሉ ዝኽእል እንተኾይኑ ይሓቶ'ሞ ኣብ መወዳእታ ኣብ ሓደ ይድቅሱ። ኬት ንምንታይ ከምኡ ክትከውን ክኢላ ክሳብ ሕጂ እንዳተሓሳሰባ ገዛ ትበጽሕ'ሞ ኔትን ሼንን ብሓደ ደቂሶም ምስ ተዓዘበት ግን ቁሩብ ርፍታ ይስምዓ። ኣብታ ምሸት እቶም መጻምድቲ ሼን እንዳረኣዮም ፍቕሪ ይሰርሑ። ሼን ከምቲ ንሶም ዝገብርዎ በቲ ማዕጾ ክወጽእ ስለዝደለየ ክሳብ ንሶም ዝድቅሱ ተጸቢዩ መፍትሕ ይሰርቕ። ንጽባሒቱን ሜትን ኬትን ይበራበሩ እሞ እቲ ናይ ቅድሚት ማዕጾ ተኸፊቱ ምስ ረኣዩ ሼን ከም ዝወጸ ይርዱ። ኣብ ካልእ ሸነኽ ናይቲ ገዛ ሼን ኣብታ ለይቲ ጎቢዙ የእምሮኡ ግን ከይጎበዘ ብምርካቦም ክስንብዱ ከለዉ ንዕዘብ። ሼን ዓቢ ወዲ ኮይኑ ንስድርኡ እውን ሽጉጥ ኣብ ምዕማር በጺሑ ንሪኦ። ኬት ንሼን ክተህድኦ ክትፍትን ከላ ብኣንጻሩ ሜት ስለ ዝተቖጥዐ፣ ዘሊሉ ንሸን የውድቖ እሞ ክልቲኦም ክባእሱ ይጅምሩ። ብናይ ክልቲኦም ባእሲ ናብ መሬት ዝወደቐት ኬት ቀስ ብቐስ ኣብ ሃለፍታ ክትኣቱ ከላ ንዕዘብ። ድሕሪ ዝተወሰነ ግዜ ኬት ትበራበር እሞ በዓል ቤታ ሼን ንኣጋጣሚ ብዝተተኮሰ ጥይት ተሃሪሙ ከም ዝሞተ ይነግራ። ብድሕሪዚ ኬት ንሞት ናይ ሼን ክትጻወሮ ስለ ዘይከኣለት ደገ ወጺኣ ንብዓታ ተፍስስ። ስሚት ደድሕሪኣ ብምስዓብ ኣረጋጊኡ ንገዛ የእትዋ እሞ ሓዘን ኣብኡ ኮይና ትቕጽል። ካብዚ ብምቕጻል ኣብቲ ባእሲ ዝተፈጥረሉ ክፍሊ እቲ ናይ ብሓቂ ሜት ካብ ሃለፍታ ተበራቢሩ ንሰበይ ትኸናዱ ከሎ ንዕዘብ። ሜት ባዶኡ ከይገደፎ ከሎ መብራህቲ ናይቲ ገዛ ጭልምልም ትብል እሞ ሼን ቅርጹ ናብ ሜት ቀይሩ ምስ ኬት ኣብ ውሽጢ ምህላዎም ይርዳእ። ኬት ሼን ናይ ሜት ምስሊ ሒዙ ኣብ ቅድሚኣ ከም ዘሎ ትፈልጦ ጉዳይ ኣይነበረን። ድሕሪ ቁሩብ ግን ሼን ዝፈትዎ በረድ ቀሪቡ ምስ ረኣየቶ ኣብ ቅድሚኣ ዘሎ ሜት ከም ዘይኮነ ትፈልጥ። ሜት ካብቲ ክፍሊ ንምውጻእ ዝከኣሎ ብምግባር ነቲ መንደቕ ኣፈራሪሱ በቲ ኤለትሪክ ክሓልፍ ክፍትን ከሎ ንዕዘብ። ድሕሪ ዝተወሰነ ጻዕሪ ናብቲ ክፍሊ ይበጽሕ'ሞ እንተኾነ ግን ብኣግራብ ዝተመልአ ጫካ ኮይኑ ይጸንሖ። ብድሕርዚ እቲ ቦታ ሼን ኣቐዲሙ ክጻወተሉ ኢሉ ሰሪሕዎ ዝነበረ ምዃኑ የረጋግጽ'ሞ ሼን ሕጂ ነቲ ገዛ ኣባዚሕዎ ከም ዘሎ ይርዳእ። ሼን መልክዑ ናብ ሜት ቀይሩ ንኬት ዝጨወያ ከምቲ ሜት ምሳኣ ዝገብሮ ዝነበረ ርክብ ክገብር ከም ዝደለየ ንዕዘብ። ሰበይቱ ንምድሓን ዝጓየ ዝነበረ ሜት ብጉያ በቲ ኣግራብ ሓሊፉ ናብቲ ሼን ዝሰርሖ ሓድሽ ገዛ ይበጽሕ። ኣብቲ ገዛ ሼን ምስ። ኬት ብሓይሊ ርክብ ክፍጽም ከሎ፣ ሜት በቲ መስኮት ሰይሩ ይኣቱ። ሜት ሰይሩ ከም ዝኣተወ ምስ ሰምዐ፣ ሼን ንባእሲ ይዳሎ። እቲ ህሞት ንኬት ካብ ዝነበረቶ ንኽትስዕል ዕድል ይፈጥረላ። እንተኾነ ግን፣ ኣብቲ ኮረድዮ ክልተ ሜት ነንሓድሕዶም ክበኣሱ ከለዉ ትዕዘብ። ኬት ካብ ክልቲኦም ኣየናይ እቲ ናይ ብሓቂ ሜት ንኽትፈልዮ ብጣዕሚ ተሸጊራ ንዕዘብ። ሃንደበት ካብ ክልቲኦም ሓደ ብኢዳ ይጎታ እሞ ንኸታልላ ስም ናይ ሼን ምስ ጸውዐ ግን ደፊኣ ተውድቖ። ሼን ካብታ ኣስካላ ምስ ወደቐ ኣብ ሃለፍታ ይኣቱ እሞ ናብ ንቡር መልክዑ ይምለስ። እዚ ከምዚ ኢሉ ከሎ፣ ሺን ካብቲ ውሽጢ ገዛ ንኸይወጹ ስለ ዝተመነየ፣ ሜቲን ኬትን ክወጹ ኣይከኣሉን። ብዙሕ ግዜ ንኽወጹ እኮ እንተፈተኑ፣ ዘዚሮም ነብሶም ኣብ ሓንቲ ቦታ ክረኽቡዋ ንዕዘብ። ብድሕሪ'ዚ ሜት ሓንሳብ ደው ብምባል መውጽኢ መንገዲ ክሓስብ ይጅምር። ብድሕሪ'ዚ እቶም መጻምድቲ በቲ ናይ ቅድሚት ማዕጾ ብምኻድ ፊት ንፊት ምስ ሺን ይራኸቡ'ሞ፣ ሺን ብጉያ ብምኻድ ንሜት ወጊኡ ይቐትሎ። ብድሕርዚ ንኬት ከጸናንዓ ከሎ ናይ ብሓቂ ከም ዘይኮኑ ልጋም ምዃኖምን ይርዳእ። ብድሕርዚ ኬትን ሜትን ብጉያ በቲ ጫካ ጌሮም ናብቲ መውጽኢ ክኸዱ ከለዉ ሼን በቲ ሽጣራኦም ስለ ዝተታለለ ብጣዕሚ ተቖጢዑ ክሃድኖም ይጅምር። ብድሕርዚ ኣብቲ ናይ ብሓቂ ገዛ ሼን ንሜት የጥቅዖ እሞ ክልቲኦም ተተሓሒዞም ንደገ ይወጹ። ብድሕርዚ ሼን ናብ ደገ ምውጽኡ ህይወቱ ከም ዘኽፍሎ ምስ ተረድኣ፣ ብጉያ ይምለስ እሞ ቅድሚ ምእታዉ ኬት ነቲ ማዕጾ ትዓጽዎ። ኬን ኣብ ሓጺር ግዜ ዕድሚኡ እንዳ ወሰኸ ኣደይ እንዳ በለ ክውጭጭ ከሎ ኬት ትምልከቶ። ኣብ ካልኢታት ኣሪጉ ክሳብ ዝወድቕ ቀስ ኢሉ ይንቀሳቐስ እሞ ኣብ መወዳእታ ወዲቑ ናብ ሓኹምሽቲ ይቕየር። ድሕርዚ ከም ኣደን ወድን ብዙሕ ግዜ የሕሊፎም ስለ ዝነበሩ ኬት ሓዚና ክትበኽየሉ ከላ ንዕዘብ። ኣብታ ህሞት እቶም ክልተ መጻምድቲ ድሕርቲ ዘሰንብድ መዓልቲ ነንሓድሕዶም ተሓቋቒፎም ይጸናንዑ። ድሕሪ ሓደ ወርሒ ናብ ሓንቲ ንእስ ዝበለት ቦታ ቀይሮም ብሰላም ክነብሩ ይጅምሩ። እዚ ግን ንነዊሕ ኣይቀጸለን። ኬት ጠኒሳ ከም ዘላ ትፈልጥ እሞ ናይ ሸይን ድዩ ናይ ሜት ስለ ዘይፈለጠት ክትጭነቕ ትጅምር። ንጽቡቕ ክትሓስብ ምስ ጀመረት መብራህቲ ናይቲ ገዛ ጭልምልም ይብል እሞ ክሳብ ሕጂ ኣብቲ ናይ ቀደም ክፍሊ ዘላ ኮይኑ ይስምዓ። ኣብ መወዳእታ እቲ ህጻን ናይ ሸይን ድዩ ወላስ ናይ ሜት ከይተፈለጠ እታ ፊልም ትዛዘም። እምበኣር ዝኸበርኩም ተኸታተልትና ቪድዮና ክሳብ መወዳእታ ስለ ዝተኸታተልኩሞ ብጣዕሚ ኢና ነመስግነኩም። ዝበለፀ ትሕዝቶ ሒዝና ንኽንመፅእ ናብ ግምት ምግባዕ የድልየና እዩ እሞ ሳብስክራይብ ብምግባር ደገፍኩም ክተርእዩና ብትሕትና ንሓትት። ካልእ ኣብ ቀፃሊ መደብና ተዕርይዎ ኣለኩም ትብልዎ ነገር ኣብ ኮሜንቲ ርእይቶኹም ክትህቡናን ክነቕርበልኩም ትደልይዎ እንተድኣ ሃልዩ እውን ሓሳብኩም ክተካፍሉና ከምትኽእሉ ብትሕትና ንሕብር። ብዝተረፈ ነዚ ቪድዮ ላይክ ብምግባር ኣይትረስዑ። የቐንየልና ሰላምን ከቐንየልና እናተመነና ክሳብ ቀፃሊ መደብና ደሓን ቀንዩ።